ሓራ ዝወጸ ኤርትራዊ ሃገራዊ ትረኻ ኤርትራዊ ሃገራውነት ከመይ ተቐልቂሉ? ቀይሕ ባሕሪ ዝረግጽ ጽውጽዋይ ኢትዮጵያ ኣሰር ታሪኽ የብሉን። ንውዲታት ባዕዲ ስዒሩ ዝደሓነ ዓሚቕ ሱር ዝሰደደ ባህላዊ ክውነት ኤርትራ ነቲ ንዘመናት ተዛቢዑ ዝጸንሐ ታሪኽና ናብ ዋናታቱ ዝመለሰት ዓባይ ስራሕ ታሪኽ ካብ ጥንቲ ብመንጽር ካልኦት ክንገርን ንረብሓ ደጋዊ ሓይልታት ክጥምዘዝን ጸኒሑ'ዩ። ኢትዮጵያ ንመሬት ኤርትራ ብኣካል ቅድሚ ምግዋጣ፣ ኣቐዲማ ንታሪኽ ብምቁጽጻር፣ ኤርትራ ካብ ጥንቲ ኣካል ኣቢሲንያ ከም ዝነበረት ዝገልጽ ኤፒስቴምያዊ ዓመጽ ወይ ምህራዊ መግዛእቲ ተኻይዱ'ዩ። ሎሚ ግን እቲ ጽውጽዋይ ተሰይሩሎም። ኣለምሰገድ ተስፋይ ብንጹር ከም ዘረድኦ ድሕሪ ውድቀት ኣኽሱም ዝኾነ ኣቢሴንያዊ ሓይሊ ሽዋ ይኹን ትግራዋይ ወይ ጎንደር ገማግም ባሕሪ ኤርትራ ርኪጽ ይፈልጥን ዝኾነ ኢትዮጵያዊ መራኽብ ወይ ባሕረኛታት ከም ዝነበረ ኣሰር የለን እቲ ጊቦን ዝተባህለ እንግሊዛዊ ጸሓፊ ከም ዝበሎ ኢትዮጵያውያን ንሽሕ ዓመት ደቂሶም እዮም ነይሮም። እቲ ሎሚ ዝንገረና ዘሎ ትረኻ ድሕሪ ምምጻእ ፈደረሽን ሃይለስላሰ ሪባን ክቖርጽ እንከሎ ዝፈብረኾ ሓሶት እዩ። ክቡራት ተኸታተልትና ዘምሕረት ወልደ ሰማእታት ነቲ ኣለምሰገድ ተስፋይ ናብ ኣብ ኣስመራ ዝርከቡ ማሕበረሰብ ዲፕሎማሲ መላለይ መደብ ዝተገብረሎም ተኸታቲሉ ኣዋሂዱ ዳልዩና ኣሎ። ሰዒድ መሓመድ እየ ክሳብ መወዳእታ ክትከታተሉኒ ብኽብሪ እዕድም።

እታ ብውሩይ ተማራማርን ጸሓፍን ታሪኽ ኣለምሰገድ ተስፋይ ብእንግሊዝኛ ተጻሕፈት ኣን ኣፍሪካን ፒፕልስ ኩዌስ ፎር ፍሪዶም ኤን ጃስቲስ ዘርእስታ ዓባይ መጽሓፍ ነቶም ኣብ ኤርትራ ዝነብሩ ማሕበረሰብ ዲፕሎማሲ ዝሓለፈ መዓልትታት ኣብ ኣስመራ መላለይ መደብ ተገይሩላ እዛ መጽሓፍ ካብቲ ቅድሚ ሕጂ ብዛዕባ ታሪኽ ኤርትራ ተጻሕፉ መጽሓፍቲ ብዝተፈለየ ኣገባብ ካብ ባዕሎም ካብ ኤርትራውያን ብቐጥታ ብዝተኣከበ ታሪኽ ቃለመጠየቓት ሰነዳት ምርኩስ ገይራ እተጻሕፈት ፍልይቲ ናይ መጀመርታ ስራሓ እያ። ብዘይካዚ እዛ መጽሓፍ ነተን ኣቐዲመን ኣብ ፖለቲካዊ ታሪኽ ኤርትራ ኣተኲሩ ዝጸሓፈን ኣይንፋላለ ብክልተ ሻን ሓደን ፈደረሽን ኤርትራ ምስ ኢትዮጵያ ካብ ማቴንሶ ክሳብ ተድላ ብክልተ ሽሕን ሽዱሽተን ብ ክልተ ሽሕን ዓሰርተ ሽዱሽተን ከኣ ኤርትራ ካብ ፈደረሽን ናብ ጎበጣን ሰውራን ዘርእስተን ሰለስተ መጻሕፍቲ ዘጠቓለለት ልዕሊ ሓሙሽተ ሚእቲ ገጻት ዘለዋ ዓባይ መጽሓፍ ትሕዝቶኣ ድማ ነቲ ካብ ሽሕን ትሽዓተ ሚእትን ኣርባዓታት ክሳብ ፈለማ ሽሕን ትሽዓተ ሚእትን ስሳታት ዝዝርጋሕ ፖለቲካዊ መድረኽ ሃገርና ብዕምቆት ዝዳሰሰት እያ። እዚ ሸፈነ ዝተዋህቦ ዒስራ ዓመታት ታሪኽ ኤርትራ ነቲ ድሕሪኡ ዝሰዓበ ብረታዊ ቃልሲ መሰረት ዝኾኑ ኣገዳሲ መድረኽን ውዑይ ፖለቲካዊ ክትዓትን ሓሳባትን ጽሑፋትን ዝደንፍዓሉ፣ ዝተፈላለያ ፖለቲካውያንን ውድባትን ጋዜጣታትን ዝተቐልቀላሉ፣ ኣብ ምህናጽ ሃገራዊ መንነት ኤርትራ ኣገዳሲ መድረኽ ምዃኑ እዩ ዝፍለጥ። ነዊሕ ዓሰርተታት ዓመታት ታሪኽ ኤርትራ ብመንጽር ካልኦት ክንገር ዝጸንሐ ኮይኑ መብዛሕትኡ ግዜ ውጽኢቱ ድማ ንደጋዊ ሃጽያዊ ረብሓታት ዘገልግልን ዝተዛብዐ ክውንነትን እዩ ኢትዮጵያ ንመሬት ኤርትራ ብኣካል ጎቢጣ ቅድሚ መሓዛ ነቲ ናይ ምስፍሕፋሕ ሕርፋና ንምምኽናይ ነቲ ትረኻ ሓዊሳ ኣቐዲማ ታሪኽ ብምቁጽጻር መሬት ኤርትራ ካብ ጥንቲ ኣካል ኣቢሲንያ እዛ ናይ ሕጂ ኢትዮጵያ ከም ዝነበር ጌርካ ዝጽወጽውጽዋይ ምፍጣራ ተገንዚብና ኢና እዚ ምሁራዊ ዓይነት መግዛእቲ እዚ፣ ቅድመ ኩነት ናይቲ ዝሰዓበ ጎበጣን ምድምሳስ ተመኩሮን ታሪኽ ሃገርነትን ኤርትራን እዩ ነይሩ። ይኹን እምበር ምስ ምሕታም ከምዚ ዝበለ ዓቢ መጽሓፍ ኣለምሰገድ ተስፋይ፣ ትምህርታዊ ለውጢ ንስዕረት መግዛእታዊ ስነ-ጽሑፍን ታሪኽና ክንርኢ ግድን እዩ። ኣብቲ ኣብ ኣስመራ ዝተኻየደ ኣጋጣሚ፣ ኣለምሰገድ ይኹን እቶም ኣብ ዙርያ መጽሓፉን ኣበርክትኡን ብሓፈሻ ገምጋማት ዘቕረቡ ክኢላታት፣ ብዘተፈላለየ መንገዲ ንትሕዝቶ እዛ መጽሓፍ ኣጉሊሖም እዮም። ቀንዲ ኣበርክቶ ኣለምሰገድ ጽውጽዋይ ዓባይ ኢትዮጵያ ብጭቡጥ ብመርትዖታትን ሓቅን ምፍራሱ እዩ። እዚ ንዓመታት ኣብ ታሪኻዊ ሓቂ ዘይኮነስ ኣብ ሃጽያዊ ስምዒታት ተሰረተ ትረኻ ኤርትራ ካብ ጥንቲ ኣትሒዛ ዘይትነጻጸል ኣካል ኢትዮጵያ ምዃና ከእምን ጽዕሪ ነይሩ። ማእከል ናይዚ ጽውጽዋይ እዚ ድማ እዚ ሕጂ ዘሎ ቀዳማይ ሚኒስተር ኣቢይ ዝደጋግሞ ዘሎ ኣብ ልዕሊ ቀይሕ ባሕሪ ታሪኻዊ ምቁጽጻር ኣለና ዝብል እዩ። ኣለም ሰገድ ነዚ ምጉት ፍጹም መሰረት ዘይብሉ ሓሶት ምዃኑ ነቐፌታ ኣቕሪቡ። ብደቡብ ይኹን ብሰሜን ሩባ መረብ ቅድሚ እቲ ኣብ ሽሕን ትሽዓተ ሚእትን ሓምሳታት እተገብረ ፈደረሽን ገማግም ባሕሪ ኤርትራ ረጊጻ ኣይትፈልጥን። ነዚ ዘረጋግጽ ዝኾነ ይኹን መርትዖ ድማ የለን ክብል ኣረዲኡ። ነቲ ኢትዮጵያውያን ነዊሕ ዓመታት ዝፈጠርዎ ጽውጽዋይ ሰለስተ ሽሕ ዓመታት ኣመልኪቱ፣ ኢትዮጵያውያን ከም ዝኾነ ህዝቢ ጽውጽዋዮም ክፈጥሩ መሰል ኣለዎም። ንስምካ ዝኸውን መበገሲ እንተዘይብልካ ጽውጽዋይ ትፈጥር ማለት እዩ፣ ንሳቶም ድማ ፈጢሮም። እዚ ብኣቢ ከይተረፈ ዝደጋገም ዘሎ ጽውጽዋይ ምቁጽጻር ቀይሕ ባሕሪ ሓደ ካብቲ ኢትዮጵያ እተሰርሐትሉ ጽውጽዋይ እዩ። ድሕሪ ውድቀት ኣኽሱም ብደቡብ ይኹን ብሰሜን ሩባ መረብ ዝኾነ ኣቢሲንያዊ ሽዋ ይኹን ትግራዋይ ወይ ጎንደር ዝኾነ ሓይሊ ንዞባ ቀይሕ ባሕሪ ተቖጻጺሩ ኣይፈልጥን። ኣብ ገማግም ባሕሪ ከም ሓይሊ እግሩ ኣንቢሩ ዝፈልጥ የለን። ነዚ ዘረጋግጽ ዝኾነ ጭብጢ ደሊኻ እውን ኣይትረክብን። መጻሕፍቲ ናይ ጆናታን ሚራን ሬድሲ ሲቲዝንስ ወይ ናይ ጆሴ ቫኖሳ ፓዝ ቱዋር ዘ ኔሽን ምንባብ ይከኣል እዩ። ቀይ ባህር ረጊጾም ምንባሮም ዝሕብር ዝኾነ ይኹን መርትዖ የለን። ንኢትዮጵያ እውን ተሓቲትኩሞ ይብል ኣለምሰገድ። መቸም ትፈልጡ ኢኹም ንኢትዮጵያን ብዙሑ ተይንሓቶምን ኢና ግን እንታይ ዓይነት መራኽብ ነይረናኹም ኢልና እንተንሓቶም ዝምሉስ ይመስለንን ናይ ኢትዮጵያ መራኽብ ኣይነበራን ናይ ኢትዮጵያ ጉዕዞ ባሕሪ ነበረን ዝኾነ ኣብ ልዕሊ ቀይሕ ባሕሪ ናይ ዝገዘ ኢትዮጵያዊ ኣዛዚ ኣሰር የለን ኣኽሱም ሓደ ካብቲ ምኽንያታት ብፋርሳዊ እምጳራጦርያ ድሕሪ ምውዳቓ ድሕሪኡ ቱርካውያን እዮም መፂኦም ቱርካውያንን ፖርቱጋላውያንን ንቀይሕ ባሕሪ ንምቁፅፃር ክቃለሱ ኣብ ዝጀመሩሉ ኢትዮጵያ ኣብዚ ቃልሲ እዚ ነበረትን ነዚ ሕጂ ነዊሕ እዋን ዝሰኣናዮ ዝብልዎ ዘለዉ ቀይሕ ባሕሪ ንምሕላው ኣብቲ ዞባ ህላወ ኢትዮጵያ ፈጺሙ ይነበረን ኣሰሮም ዝሕብር ዝኾነ ይኹን መርትዖ ደሊኻ ኣይትረክብን ኢኻ የለን ብውሕዱ ገለ መራኸብ ክህልዋ ይግባም ገለ ዛንታ ናይ ገለ ባሕረኛታት ክህሉ ይግባም ፈጺሞም ዘይነበሩ እሞ ካበይ ክመጽእ? ኢትዮጵያ ንመጀመርታ ግዜ ንቀይሕ ባሕሪ ዝተንከፈት ሃይለስላሰ ብፈደረሽን ኣቢሉ ናብ ኤርትራ ምስ መጸ ድሕሪ ሓደ ዓመት ወይ ከባቢ ኣቢሉ መደበር ሓይሊ ባሕሪ ንምምራቕ ሪባን ኣብ ዝቖረጸሉ እዋን ኢትዮጵያ ድሕሪ ሽሕ ዓመት ሓይሊ ባሕሪ መሊሳ ትረክብ ኣላ ዝበሎ ሓድሽ ዘመን ዕብለላ ሕጋውነት ንምሃብ ተዳለወ ዝተፈብረኸ ታሪኽ ነይሩ። እቲ ናይ መበል 17 ወይ 18 ክፍለ ዘመን ጸሓፊ ታሪኽ እንግሊዛዊ ኤድዋር ጊቦን ድሕሪ ውድቀት ኣኽሱም ንሽሕ ዓመት ኢትዮጵያውያን ነታ ዝተረስዑላ ዓለም ረሲዖም ደቂሶም ነይሮም ዝበሎ ፍሉጥ ጥቕሲ ምዝካር ይከኣል። ኢትዮጵያውያን ዝፈልጥዎ ክውንነት እዚ ንሕና ኢና ነይርና ኢና እዩ ካልእ የለን፣ እዚ ድማ ኣዝዩ ድኹም መርትዖ እዩ ብምባል እዛ መጽሓፍ ከኣ ነቲ ሓቂ እያ ክትነግር ትፍትን ዘላ። ኣለም ሰገድ ነዚ ናይ ሓሶት ትረኻ ኣብ ምቕጻል ተራ ናይ ወጻኢ ሓይልታት ብፍላይ ድማ ወተሃደራዊ ምምሕዳር እንግሊዝ 1941 ክሳብ 1952 እውን ኣጉሊሑ ኣቐሚጡ እዩ እንግሊዛውያን ንጥልያን ምስ ሰዓሩ ነቲ ጭቡጥ ኣቃውማ ሕብረተሰብ ኤርትራ ክምርምሩ ብዘይምኽኣሎም ነቲ ኢትዮጵያዊ ትረኻታት ንስትራቴጂያዊ ምኽንያታት ከም ዘሎ እዮም ተቐቢሎሞም። ንኤርትራ ከም ሓደ ተራ እካበ ናይ ዘይተኣሳሰሩ ህዝብታት ብምርኣይ ኣብ መንጎ ክርስትያንን ኣስላምን ዘሎ ሃይማኖታዊ ፍልልያት ዘይዕረቕ እዩ ዝብል ግምት ብምውሳድ ሃገር ክትምቀል ሓሳብ ኣቕሪቦም። እዚ ጭቡጥ ፍጻመታት ብምግላልን ምንጭታት ከም ዝጠፍኡ ምግባርን ኮነ ኢልካ ብፍላጥ ተገብረ ወይ ብኤፒስቴምያዊ ዓመጽ ነቲ ከበሳታት ኤርትራ ንኢትዮጵያ፣ ምዕራባዊ ቆላታት ድማ ንሱዳን ክወሃብ ዝደሊ ፍሉጥ ስምምዕ ፔቪንስ ፎርዛ ንእማመ ንክቐርብ ኣኽኢሉ። ይኹን እምበር፣ እዚ ሃገርና ንምብታን እተገብረ ፈተነ ዓሚቕ ኣሰንባዲ ውጽኢት ኣስዒቡ። እቶም ኣብ ክልተ ቀንዲ ፖለቲካዊ ጉጅለታት፣ ማለት ደለይቲ ሕብረትን ደለይቲ ናጽነትን፣ እዚ ምምቕቓል ሃገር ነቲ ክገልጹዎ ዝጽዕርሉ ዝነበሩ ፍሉይ ፖለቲካዊ መንነት፣ ንሓዋሩ ዘጥፍእ ውዲት ምዃኑ ስለ እተረድኡ፣ ከም ሃገር ኴንካ ሕብረት ከም ሃገር ኴንካ ናጽነት እምበር እዚ ምፍንጫልስ ኣይደለይታትን ብዝብል ርድኢት ከይፈተዉ ንኽዋሃዱ ኣገዲድዎም እዩ። ኣብ ጉዕዞ ህንጸት ኤርትራዊ ሃገራዊ መንነት ካብቲ ብኣለም ሰገድ ጎሊሑ እተመለሰ ሓደ ወሳኒ ባእታ ናይቲ ኤርትራዊ ትረኻ፣ ኣብ ታሪኽና ዝተራእየ ሃይማኖታዊ ምጽዋር ኢዩ። ናይ ደገ ተዓዘብቲ መብዛሕትኡ ግዘ ኣብ መንጎ ኣስላምን ክርስትያንን ፍልልይ ከም ዘሎ ኣጉሊሖም ክቕርቡ ይፍትኑ ነይሮም። እዚ ድማ ነቲ ንናይ ወጻኢ ምትእትታው ንምምኽናይ ጥራይ ኢዩ። ይኹን እምበር ኣብ ሽሕን ትሽዓተ ሚእትን ሓምሳታት ኣብ ዝነበረ ፖለቲካዊ ወጥሪ እውን ተኾነ፣ ህዝቢ ኤርትራ ብሓፈሻ ወገናዊ ግጭት ከም ዝቃወም ኣለም ሰገድ ብመርትዖት ኣሰኒድዎ ኣሎ ኣብ ኣስመራ ፖለቲካዊ ማሕበራት መንእስያት ክጋጨዋ እንከለዋ እውን ኣብ መንጎ እቲ ሕብረተሰብ ዘሎ ሰላም ንምዕቃብ ዓበይቲ ዓድን ደቂ ኣንስትዮን ክልቲኣን ሃይማኖታት እየን ኢደን ዘእትዋ እዚ ታሪኻዊ ሚዛን እዚ ድማ ኣብ ቀረባ እዋን ተሃንፀ ዘይኮነስ ንዘመናት ካብ ዝተገብረ ግዳማዊ ፈላላይ ውዲታት ዝደሓነ ዓሚቕ ስሩ ሰደደ ባህላዊ ክውነት ኤርትራ እዩ ንስራሕ ኣለምሰገድ ፍሉይ ዝገብሮ ከምቲ ከም በዓል ዶክተር ተመስገን፣ ዶክተር በያን ዝኣመሰሉ ገምገምቲ ዝጠቐስዎ ክለሳኣዊ ኣቀራርቡ እዩ። ንድምጺ ኤርትራ ብምእካብ ታሪኽና ተራ መመላእታ ታሪኽ ኢትዮጵያ ዘይኮነስ ናይ ገዛእ ርእሱ ታሪኽ ዘለዎ ምዃኑ ዝርዳእ መስርሕ ክቕይሮ ምኽኣል እዩ። ንነዊሕ እዋን ቃልስና ከም ናይ ዝኾረዩ ዓለወኛታት ወይ ወንበዴታት ተባሂሉ ከም ዝነኣስ ነይሩ። እዛ መጽሓፍ እዚኣ ብድሕሪ እቲ ብረት ረኣ ዝጸሩ ሓሰብቲ ኣእምሮታት ከም ዝነበሩ እያ ተረጋግጽ። እዚ ድማ ንታሪኻዊ ኩነታቶም ብዕምቆት ዝፈልጡ ንቑሓት ሰባት ምንባሮም ዝምጉት መርትዖታት እዩ። ገምጋሚት ራሄል ንሓደ ፍሉይ መዳይ ጽሑፍ ኣለምሰገድ ትገልጽ እሞ ንሱ ድማ ንተዋሳእቲ ሽሕን ትሽዓተ ሚእትን ኣርባዓታት ሓምሳታት ብሰብኣዊ ዛንታ እናርኣየ ምዙን ርሕቐትን ወድዓውነትን ሓልዩ ፍንትት ኢሉ ናይ ምጽሓፍ ዓቕሚ እዩ ትብል። ኣለምሰገድ ንጀጋኑ ጥራሕ ዝንእድ ኣይኮነን። ነቲ ኣብ ኩላትና ከም ሰባት ዘሎ ጉድለታት ይገልጽ እዩ። እዘ ድማ ነቲ ታሪኽ ተዛማድን እሙንን ይገብሮ። እዚ ውድዓነት እዚ ንትውክልቲ ደቂ ኣንስትዮ ኣብ ታሪኽ ብኸመይ ይቕረባ ዝብል ኣገዳሲ ሕቶ ዝርውን ኮይኑ፣ ደቂ ኣንስትዮ ኣብ ወግዓዊ መዛግብቲ ትሑት ውክልና እኳ እንተለወን፣ ነቲ ሕብረተሰብ ኣብ ዝጸልመተ እዋናት ታሪኹ ኣገደስቲ ኣዕኑድ ኮይነን እየን ኢላ ትምጉት። ዓለምሰገድ ደቂ ኣንስትዮ ኣብ ሓምሳታት ካብ ወግዓዊ ፖለቲካ ክግለላ እንከለዋ ድሕሪኡ ኣብ ዕጥቃዊ ቃልሲ ሓደ ሲሶ ናይ ተቓላሲ ሓይሊ ዝኾናሉ ተራ ስነ-ሞጎታዊ ምዕባለ ታሪኻዊ ሓይለ ምንባሩ ይኣምን። እዚ ስራሕ ንኤርትራ ጥራይ ዘይኮነ ንኢትዮጵያን ሰፊሕ ዞባናን ዘገድስ መሰረታዊ ኣበርክቶ ኣለዎ ዝብል እምነት ብዙሓት እዩ። ዓለምሰገድ ነቲ ጽውጽዋይ ኢትዮጵያ ብምፍታሕ ጎረባብትና ካብ ጽላሎት በዓቲ ፕላቶ ነጻ ኮይኖም ናብ ወድዓዊ ሓቀኛ ታሪክ ክሰጋገሩ ዝዕድም እዩ። ኣብ ልቢ ወለድ ታሪክ ዝተሃንፀ ህዝቢ ግን ምስቲ ሓቂ ክገጥም ክፃወር ኣይክእልን እዩ። ነቲ ዘውረዶ በደላት ከይከሓደ ከኣ ክሰርር ኣይክእልን እዩ። ኣለምሰገድ ተስፋይ ንመጻኢ ወለዶታት መንገዲ ጸሪጉ እዩ ድሕሪ ሕጂ ካልኦት ንዛንታና ብኸመይ ይነግሩና ዘይኮነስ ነቲ ዝነበርናዮ እንፈልጦን ዝተመኮርናዮን ዝተሳቐናሉን ባዕልናና ንገልጾን ነዘንትዎን እዚ መጽሓፍ ትረኻ ምስ ተሓደሰ ወይ ናብ ንቡር ምስ ተመልሰ ሓይሊ ፍትሒ ከም ዝኸውን ዘጠራጥር ኣይኮነን። ንምንታይ ከም ዝተቓለስናን መን ንኸውን ከም ዘለና ንምርዳእ ዘድሊ ንቕሓት ዝህብ ንኣፈ ታሪኽን ጽጹያትን ዝብድህ ኣገዳሲ ኣብ ጭቡጥ ታሪኽ ተመርኮሰ ቀጥታዊ ሰነድ እዩ። ኣብቲ ዓብላሊ ቦታ ሒዙ ዝጸንሐ ናይ ኢትዮጵያ ስእለ ታሪኽ ናይ ህዝቢ ኤርትራ ድሌትን ቃልስን ናጽነት ነበር ስርዓታት ኢትዮጵያ ዝተኸተልዎ ፍሹል መስርሕ ምህናጽ መንግስትነት ስቴት ቢዩልዲን ዘስዓቦ ናይ ምንጻል ምንቅስቓስ ገይሩ'ዩ ዝውሰድ እቲ ጽኑሕ ትረኻ። እመደምደምታ ኣለምሰገድ ኣብ መጽሓፉ፣ ኣብዚኣ ይኹን ኣብተን ብትግርኛ እተጻሕፋ ሰለስተ ኣገደስቲ መጻሕፍቱ፣ ነዚ ዝጸንሐ ኣረዳድኣ ብምንጻግ፣ መንቀሊ ባህጊ ህዝቢ ኤርትራ ንናጽነት መስርሕ ኤውሮጳዊ መግዛእ ዝፈጠሮ ጸረ መግዛእታዊ ሃገራውነት ምዃኑ ብኣዝዩ ሃብታም መርትዖታት ብምሰናይ ሞጒቱሎም። ልዑል ኣገዳስነት እዚ መጽሓፍ እምበኣር፣ ኤርትራዊ ሃገራውነት ከመይ ተቐልቂሉ ንዝብል መሰረታዊ ሕቶ መልሲ ስለ ዘቕርብ ምዃኑ እዩ። ክቡራት ተኸታተልትና ነቲ ብውሩይ ተመራማርን ጸሓፍን ታሪኽ ኣለምሰገድ ተስፋይ ንኣባላት ማሕበረሰብ ዲፕሎማሲ ኣብ ኤርትራ ዝቐረበ ቀንዲ ቀንዲ ነጥብታት እዚ ዘቕረብናልኩም እዩ ነይሩ። ዓጊብኩም ክትኮኑ ንኣምን ዘለኩም ሓሳባት ኣካፍሉ ሼር ላይክ ከም ቀደምኩም ሰላም